ሰላም ክቡራትን ክቡራን የሕዋት ከመይ ትቐንዩ ሎሚ ከኣ መቐጸልታ ናይቲ ዝሓለፈ መደብ ሒዘልኩም መጺኤ ኣለኹ ምሳኹም ዘለኹ ሰመረ እየ። ኣብ ዝሓለፈ መደብና ብሓፈሻ መግለጺ ናይ ኮምፒተር ከምኡ'ውን ሓደ ክፋል ናይ ኮምፒተር ዝኾነ ሃርድዌር ርኢና ኔርና። ሎሚ ከኣ ብዛዕባ ሶፍትዌር እንታይ'ዩ ብኸመይ ከ ይሰርሕ ከምኡ'ውን ክፋላትን ዓይነታትን ናይ ሶፍትዌር ጽሙቕ ኣቢለ ክገልጾ ክፍትን እየ። እቶም ላይክ፣ ኮመንት ከምኡ'ውን ሳብስክራይብ ብምግባር ተተባብዑና ዘለኹም ኣዝየ የመስግን thank you እቶም ሳብስክራይብ ዘይገበርኩም ከኣ ነዚ ቻነል ኣዝዩ ሓጋዝን ከምኡ ውን ንዓና ኣዝዩ ኣተባባዕን ስለ ዝኾነ ሳብስክራይብ ንኽትገብሩ ብትሕትና ይላቦ ናብ ናይ ሎሚ መደበይ ከብለኩም እየ ክሳብ መወዳእታ ምሳይ ጽንሑ። ሶፍትዌር እንታይ መግለጺ ወይ ከኣ ደፊኒሽን ናይ ሶፍትዌር እዩ ማለት እዩ። ሶፍትዌር እንታይ እዩ? ሶፍትዌር ማለት ሓደ ሴት ኦፍ ኢንስትራክሽን ወይ ከዓ መምርሒ ሓበሬታ ከምኡ እውን ፕሮግራም ኮይኑ ንኮምፒውተርና እንታይ ከም ዝሰርሕ ይእዛ ወይ ከዓ ይነግራ ማለት እዩ እዚ ነገር እዚ ብኢድና ክንጭብጦ ነይንኽእል ኮይና ብዓይና ጥራይ ክንሪኦ እንኽእል ክፋል ናይ ኮምፒውተር እዩ ሶፍትዌር ኣብ ክልተ ዓበይቲ ክፋላት ይኽፈል። ሲስተም ሶፍትዌር ን ኣፕሊኬሽን ሶፍትዌር ከኣ የበሃሉ። ኦኬ ካብዚኣቶም ቀዳማይ ንሪኦ ሕጂ ኣፕሊኬሽን ሶፍትዌር ቀዳማይ ንረኣዮ። ኣፕሊኬሽን ሶፍትዌር በዓል መን እዮም እንታይ ከ ይጠቕሙና? ኣፕሊኬሽን ሶፍትዌር ዝበሃሉ እዞም ኣፕሊኬሽን ወይ ከዓ እዞም ፕሮግራም እዚኣቶም ብፍሉይ ንሓደ ነገር ንምስራሕ ዝተሰርሑ ፕሮግራም ኮይኖም ጀነራል ኣፕሊኬሽን ሶፍትዌር ን ስፐሲፊክ ኣፕሊኬሽን ሶፍትዌር ኢልና ነዚኦም ከዓ ኣብ ክልተ ንመቕሎም ማለት እዩ። እዞም ጀነራል ኣፕሊኬሽን ሶፍትዌር ዝበሃሉ መብዛሕትኦም ኣብ ኮምፒውተርና ምስ ኦፐሬቲንግ ሲስተም ወይ ከዓ ምስታ ኮምፒውተር ዝገዛእናያ ተፃዒኖም ዝመፁ ኮይኖም ኣብ መብዛሕትኡ ኣብ ኮምፒውተራት ንረኽቦም ማለት እዩ። ንሳቶም ከዓ እዞም ብምልኦም ማክሮሶፍት ኦፊስ ኢልና ንፅውዖም ከም በዓል ማክሮሶፍት ወርድ፣ ማክሮሶፍት ኤክሰል፣ ማክሮሶፍት ኣክሰስ፣ ማክሮሶፍት ፓወር ፖይንት ዝኣምሰሉ የጠቓልሉ። እዚኣቶም ከዓ ኩሎም ነናቶም ዝተፈላለየ ስራሓት ይሰርሑና ወይ ዝተፈላለየ ጥቕምታት ይህቡና ማለት እዩ። ንኣብነት ንኣብነት ደብዳበ ወይ ከዓ ዝኾነ ናይ ስራሕ ወረቐት ክንፅሕፍ ምስ ንደሊ ካብዚኦም እቲ ንዓና ምቹእ ዝኾነና ማይክሮሶፍት ወርድ እዩ ማለት እዩ። ወይ ከዓ ንከምኡ ኢሉ ዝተሰርሐ ማይክሮሶፍት ወርድ እዩ ማለት እዩ። ካልእ ኣብነት ምስ ንጠቅስ እውን ዝኾነ ፕረዘንተሽን ወይ ከዓ ናይ ትምህርታዊ መደብ መግለፂ ምስ ዝህልወና ንዓና ዝምንጨና ካብዚኦም ማይክሮሶፍት ፓወርፖይንት እዩ ማለት እዩ። ወይ ከዓ ማይክሮሶፍት ፓወርፖይንት ካብ ኩሎም ንፕረዘንተሽን ወይ ከዓ ንዝኾነ ንትምህርታዊ መደብ ኢሉ ዝተሰርሐ ዓይነት ኣፕሊኬሽን እዩ ማለት እዩ። ነዚ ኣፕሊኬሽን እዚ ብምጥቃም ከዓ ንሕና ከይተሸገርና ብቐሊሉ ናትና ስራሕ ወይ ናትና መደብ ክነዳሉ ንኽእል። እቲ ካልኣይ ክፋል ናይ ኣፕሊኬሽን ሶፍትዌር ከኣ ስፐሲፊክ ኣፕሊኬሽን ሶፍትዌር ዝበሃል ኮይኑ እዞም ኣፕሊኬሽን እዚኣቶም ከኣ ብፍሉይ እቶም ንዓና ኢልና ካብ ፕሌይ ስቶር ወይ ከኣ ካብ ጎጉል ዳውንሎድ ንገብሮም ወይ ከኣ ኢንስታል ንገብሮም ዓይነት ኣፕሊኬሽን ኮይኖም እዞም መብዛሕትና ንጥቀመሎም ብፍላይ ኣብ ቴሌፎናት ንጥቀመሎም ከም በዓል ዩትዩብ፣ ፌስቡክ፣ መሰንጀር፣ ዋትስኣፕ፣ ፎቶሾፕ፣ ጂሜይል፣ ኢንስታግራም ብዙሓት ከምዚኦም ዝኣምሰሉ ኣፕሊኬሽን እዮም ማለት እዩ። ኦኬ ኣፕሊኬሽን ሶፍትዌር ነዚኦም ይመስሉ ቀፂልና ንሪኦ እቲ ዝዓበየ ክፋል ናይ ሶፍትዌር ኮይኑ ሲስተም ሶፍትዌር ዝበልናዮ ክንሪኦ ኢና ማለት እዩ ሲስተም ሶፍትዌር ኣብ ክልተ ግሩፕ ይኽፈሉ ንሳቶም ከ ሲስተም ማናጅመንት ኤንድ ሲስተም ዲቨሎፕመንት ይበሃሉ ሲስተም ሶፍትዌር ማናጅመንት ዝበሃሉ እዚኦም እቶም ቀንዲ ኣገደስቲ ሶፍትዌር ኮይኖም ከም በዓል ኦፐረቲን ሲስተም ሶፍትዌር፣ ዩቲሊቲ ሲስተም ሶፍትዌር፣ ን ዲቫይስ ድራይቨር ሲስተም ሶፍትዌር ከኣ የጠቐሉ። ካብዚኣቶም እቲ ቀዳማይ ነይሩ ኦፐረቲን ሲስተም ሶፍትዌር እዩ። ኦፐረቲን ሲስተም ሶፍትዌር እቲ ቀንዲ ዓቢ ሲስተም ናይ ኮምፒተርና ኮይኑ፣ ኮምፒተር ምስ ገዛእናያ ምስኣ ተጻዒኑ ዝመጸና ዓይነት ሲስተም ኮይኑ እዚ ሲስተም እዚ፣ ንሃርድዌርን ኤንድ ሶፍትዌርን ከኣ ብግቡእ ንኽሰርሑ ወይ ከኣ ራን ንኽኾኑ ይሕግዝ። ብዘይ እዚ ኮምፒተርና ዝኾነ ኣፕሊኬሽን ወይ ዝኾነ ዓይነት ሲሰም ንኽትጽዕና ኣዝዩ ኣሸጋሪ ይኸውን ዋላ እውን ብፍጹም ክትጽዓን ኣይትኽእልን። ስለዚ ንሓንቲ ማሽን ብደይ ኦፖረቲንግ ሲሰም ኮምፒተር ክትብላ ኣይትበቅዕን እያ ማለት እዩ። ሓንቲ ኮምፒተር ከኣ ሓደ ዓይነት ኦፖረቲንግ ሲሰም ጥራይ ትጽዕን። እዚኣቶም ከኣ ዊንዶው፣ ማክ፣ ኣይኦኤስ፣ ወይ ከኣ ዩኔክስ ይበሃሉ። እዚኦም ካብቶም ኣዝዮም ፍሉጣት ዓይነት ኦፐሬቲን ሲስተም ኮይኖም መብዛሕቲና ከኣ ዊንዶው ንጥቀም ማለት እዩ። ኣብ ሞባይላት ተሪእና ከኣ መብዛሕቲኤን ኣንድሮይድ ዝበሃል ኦፐሬቲን ሲስተም ክህልወን ከሎ እተን ገሊኤን ከኣ ኣፕል፣ IOS፣ ዝበሃል ኦፐሬቲን ሲስተም ኣለወን። ስላም ምስ ንረከ ዩቲሊቲ ሲስተም ሶፍትዌር እዚኣቶም ከኣ ከም በዓል ኣንቲ ቫይረስ፣ ዲስክ ክሊን ኣፕ፣ ባክ ኣፕ ኤንድ ሪካቨር ቱልስ ዝበሃሉ ኮይኖም እዚኣቶም ከኣ ኩሎም ነናቶም ዓይነት ስርሓት ኣለዎም። ንኣብነት ኣንቲ ቫይረስ ሰሊና ንኮምፒተርና ካብ ቫይረስ ይከላኸላ ኣላ። እቲ ዲስክ ክሊን ኣፕ ዝበሃል ከኣ ዘይተደለየ ፋይላት ወይ ከኣ ግዝያዊ ዝኾኑ ፋይላት ኣብ ኮምፒተርና እንዘለዉ የጽሪ። እዚ ባክ ኣፕ ዝበሃል ከኣ ስርሑ እንታይ ዝኾነ ዝጠፍኡ ወይ ዝተደምሰሱ ፋይላት ሪካቨር ይገብር ማለት እዩ ወይ ከኣ የመልሰና ማለት እዩ። ኦኬ ስለዚ ስራሕ ናይ ዩቲሊቲ ሲስተም ሶፍትዌር እዚ ይመስል። ኦኬ እቲ ሳልሳይ ዓይነት ሶፍትዌር ሲስተም ማናጅመንት ዝበሃል ከዓ ዲቫይስ ድራይቨር እዚ ዓይነት ፕሮግራም ከዓ ኦፐሬቲንግ ሲስተም ከምኡ እውን ኣፕሊኬሽን ሲስተም ሶፍትዌር ምስ ሃርድዌር ኮሚኒኬት ንክኸውን ይሕግዝ ወይ ከኣ ይሰርሕ ማለት እዩ። ንኣብነት ሓንቲ ፕሪንተር ምስ ንገዝእ ምስ ኮምፒተርና ኮኔክት ክንገብራ ምስ ንደሊ ወይ ከኣ ምስ ኮምፒተርና ኮኔክት ጌርና ዝኾነ ፋይላት ፕሪንት ክንገብረላ ምስ ንደሊ ቀዳማይ ንገብሮ እታ ኮምፒተርና ድራይቭ ናይ ፕሪንት ክህልዋ ኣለዎ ማለት እዩ ወይ ከኣ ክትሰኣን ኣለዋ ተዘይ ኮይኑ ክልቲኤን ባዕለን ብዘይ ድራይቨር ክራኸባ ኣይክእላን እየን። ከመይ ንርኣዮ ንኣብነት ንኣብነት ኮምፒተርና ትግርኛ ትዛረብ እንድሕር ኮይና፣ እታ ፕሪንተር ከኣ ኢንግሊሽ ትዛረብ ተኾይና ክልቲኦም ክረዳድኡ ኣይክእሉን ማለት እዩ። ስለዚ እቲ ዲቫይስ ድራይቨር ንክልቲኡ ቋንቋ ዝመል ኮይኑ ንክልቲኦም እንታይ ይገብሮም የረዳድኦም። በዚ ምኽንያት ከኣ ኩሎም ኮይኖም ሓደ ግቡእ ስራሕ ወይ ከኣ እቲ ዝኣዘዝናዮ ስራሕ ይሰርሑልና። ስለዚ እዞም ሲስተም ማናጅመንት ሶፍትዌር ዝበሃሉ ብሓጺሩ ነዚ መስሉ። ቀጺልና ንርኢኻ እቲ ካልኣይ ክፋል ናይ ሲስተም ሶፍትዌር ዝበልናዮ ሶፍትዌር ዲቨሎፕመንት ምስ ንኸይድካ እዚ ሶፍትዌር ዲቨሎፕመንት ዝበሃል ከም በዓል ፕሮግራሚን ላንጎጅ ኮይኑ እዞም ጃቫ ጃቫስክሪፕት ሲ ፕላስ ፕላስ ሲ ሃሽ ፓይቶን ንብሎም ዓይነት ይበሃሉ ማለት እዩ እዚኣቶም ከዓ ሓደ ላንጎጅ ኮይኖም ብሓደ ፕሮግራመር ዝተሰርሑ ኮይኖም ንዓና ምስ ኮምፒውተርና ሓደ ቋንቋ ንክህልወና ወይ ከዓ ቋንቋና ንክረዳዳእ ይሕግዙና ስለዚ እምበኣር ኣሕዋት እዞም ኩሎም ሲስተማት ተዋሂዶም እዮም ንሓንቲ ማሽን ኮምፒተር ዝገብርዋ ንሕና ከኣ ስራሕና ብግቡእ ዘሳልጡና ኣብዚ ክንፈልጦ ዘለና ግን ኩሎም ብግቡእ ስርሖም ንክሰርሑ ሳሃሃ ትፈልጦም ዝግባእ ምክንያቱ እዚኦም ሽዑ ኣዚዝካ ወይ ተዛሪብካ ሰብ ኮይኖም ባዕሎም ኣይኮኑን ካብ ሓንጎሎም ዝምልሱልካ እንተዳ ብሓደ ክኢላ ሰብ ወይ ካብ ፕሮግራመር ሰት ኮይኖም እዮም ዝጸንሑ ንሕና ከኣ እቲ እቶም ፕሮግራመር ሰት ዝገበርዎ መልክዕ ኣዚዝና ስራሕና ብግቡእ ነሳልጥ። ኦኬ እምበኣር ክቡራት ኣሕዋት ናይ ሎሚ መደበይ ኣብዚ ወዲኤሉ ገለ ነገር ሒዝኩም ክትኮኑ ተስፋ እገብር ዝኾነ ሪኢቶ ምስ ዝህልወኩም ኣብ ቦታ ኮመንት ግደፉልና ሰላም።